መጋቢት ዕለት ሓሙሽተ መዓልቲ ዕረፍቱ ንጻዲቕ ኣቡነ ገብረመንፈስ ቅዱስ ዘዘቆላ እዩ። ናይ ጻድቃን መዘከርታ ንበረከት እዩ መጽሓፈ ምሳሌ ምዕራፍ 10 ፍቕዲ 7 በስመ ኣብ ወወልድ ወመንፈስ ቅዱስ ኣህዱ ኣምላክ ኣሜን። ሰላም ክርስቶስ የብዛሕልኩም ስድራ ልዑል እግዚኣብሔር ቤተሰብ ማይኖቲብ እንኳዕ ንዓመታዊ ክብረ በዓል ዕረፍቱ ንጻዲቅ ኣብነ ገረንፈስ ቅዱስ ኣብጸሐና በረከት ረድኤቱ ኣይፈለየና ካብ ዘንብብክዎ ደሞ ብዕረፍቱ በዓል ኣመልኪትና ገድለ ታሪኩ ክነንብብ ኢና ሕጽር ዝበለ ስነ ጽሑፍ መንፈሳዊ ስነ ጽሑፍ ከቅርበልኩም እየ ሰናይ ምክትታል መጋቢት ሓሙሽተ መዓልቲ ዕረፍቱ ንጻዲቅ ኣብነ ገረንፈስ ቅዱስ ዘዘቁላ እዩ ናይ ጻድቃን መዘከርታ ንበረከት እዩ። መጽሓፈ ምሳሌ ምዕራፍ 10 ፍቕድ 7 ሎሚ መዓልቲ ተኣምራቱን ትርፋቱን ከም ሰማይ ከዋኽብቲ ዝበዝሕሉ ናይ እግዚኣብሔር መሕደር ዝኾነ ሕሩይ ጻዲቅ ኣቦና ኣብ ነገረ መንፈስ ቅዱስ ዓዱ ንሄሳ ዝበሃል ኣብ ግብፂ እዩ። ኣቦኡ ድማ ስምዖን ኣዲኡ ድማ ኣቅሌስያ ይበሃሉ። እግዚኣብሔር ዝፈርሑ ሰባት እዮም። ተጋዳላይ ባሕታዊ ገዳማዊ ኣቡነ ገረንፈስ ቅዱስ ናይ ዕረፍቱ በዓል መዓልቲ መዘከርታ እያ። እዚ ቅዱስ ኣቦና ብታ ዝተወለደላ ዕለት ግሩም ዝኾነ ክኸውን እዩ ኢልካ ዘይትሓስቡ ካብ ኣድኡ ሕቕፉ ወሪዱ ካብ ጸልማት ናብ ዝገርም ብርሃን ዘውጻኻኒ ንኣብ ንወልድ መንፈስ ቅዱስ ምስገና ይግባእ እናበለ ንኣጋእዝተ ዓለም ስላሴ ሰጊዱ ምስገና ኣቕሪቡ እዩ። ህፃን ኣብ ነገረ መንፈስ ቅዱስ ሰለስተ ዓመት ምስ ኮኖ ናይ እግዚኣብሔር ተለኣኺ ቅዱስ ገብርኤል ካብ ሰማያት ወሪዱ ህፃን ኣቡነ ገብረ መንፈስ ቅዱስ ካብ ኣዲኡ ኣቅሌስያ ሕቑፊ ኣልዒሉ ናብ ብዙሓት ባሕታውያን ገዳማውያን ወሲዱ ኣብ ኣፍደገ ኣቕመጦ። ናይቲ ገዳም ኣቦምኔት ኣመሓዳሪ ድማ ኣባ ዘመደ ብርሃን ይበሃል። ቅዱስ ገብርኤል ከይዱ ነቲ ኣባ ምኔት እግዚኣብሔር ከምዚ ይብለካ ኣሎ፣ ስለዚ ህፃን ገብረ መንፈስ ቅዱስ እግዚኣብሔር ዝኣዘዞ ኩሉ ነገሮ ሽዑ ጊዜ ሓቂ ምዃኑ ክርዳእ ኣባ ዘመደ ብርሃን ካብ በዓቱ ተላዒሉ ንኣፍ ደገ ወፀ። መልኣከ እግዚኣብሔር ከምዚ ኢሉ ነገሮ፣ ህፃን ገብረ መንፈስ ቅዱስ ኣብ ኣፍ በሪ ተቐሚጡ ረኣዮ፣ ገፁ ብሩህ ከም ፀሓይ ባህ ደስ ዝብል ህፃን ፀጋ እግዚኣብሔር ዝመልኦ ኮይኑ ረኸቦ ብጣዕሚ ደስ በሎ ድማ ንእግዚኣብሔር ኣመስገነ ሰገደ ነቲ ህፃን ኣልዒሉ ሰዓሙ ሓቂፉ ናብ በዓቱ ኣእተዎ ብፍቅሪ ብፈርሓ እግዚኣብሔር ብስነ ስርዓት ኣዕወዮ ናይ ዳዊት መዝሙርን መፅሓፈ ነቢያትን ቤተ ክርስቲያን ዝተቀበሎም ኩሎም መፅሓፍትን ሊቃውንቲ ብሉያትን ሓዲሳትን ንባባትን ትርጓሚያትን ኣምሀሮ ምስ ተምሃረ ግብረ ዲቁና ክውህቦ ስሙ ኣቡነ ኣብራሂም ናብ ዝበሃል ሊቀ ጳጳስ ወሰዶ። ኣቡነ ኣብራሂም ምስ ረእይዎ ብመንፈስ ቅዱስ ዝተመልአ ስለ ዝኾነ ብጣዕሚ ባህ በሎም። ኣብ በረኻ ብዙሕ ዘመናት ክነብር ከሎ ንነፍሱ ገሰጻ፣ ነፍሰይ ፍለጢ ኣብ እግዚኣብሔር ቅድሚ ዕርቃንኪ ከም ትቆሚ ከም ዘለኺ ዘክሪ ጽንዒ በርትዒ ተዓገሲ ይብላ ነበረ ቀርበቱ ምስ ዓጽሙ ክስካብ ዝጣበቂ ይጸሙን ይጽልን በዘይ ምብልዕን ብዘይ መስተን ከምኡ እናገበረ ብገሊ ተጸሚዱ ነበረ ካብ እጽዋት ፍራፍሬ ወይ ከዓ ካብ ዕንጨይቲ ዝርከብ ሱራት ኣይበልዕን ንስግኡ ዝጠቅም ነገር ኣይደለየን። ካብ ብዙሕ ዓመታት ንድሕሪት ንኣቦና ኣብነ ገረንፈስ ቅዱስ እግዚኣብሔር ከምዚ በሎ ካብ ሕዚ ብዓለም ዘለዉ ሰባት ካብ ካህናት ዲያቆናት ካብ መነኮሳት ባሕታውያን ካብ ምእመናን ህዝባውያን ከይፈለጡኻ ክገብረካ እየ ከይፈለጡኻ ክገብረካ እየ ከም ከማኻ ዝበሉ ባሕታውያን ተዘይኮይኖም ጥራሕ ባዕልኻ ብርእስኻ ፈቒድካ እምበር ተዘይፈቓድካ ሓደ ሰብ ኣይርእየካን እዩ በሎ። ንሃተይ ተላእኽቲ መላእኽቲ ክጥይቑኻ እዮም፣ ንጉዕዞኻ ዝኸውን ድማ ኣምደ ብርሃን ወይ ከዓ ሰረገላ ብርሃን ይኹነልካ ክትበጽሖ ዝደለኻ ስፍራ ኩሉ ምብጻሕ ትኽእል ኢኻ። ንዓይ ክትርኢ ተደሊኻ ብዝደለኻዮ ሰዓት ካብ ኣቦይን ካብ መንፈስ ቅዱሰይን ብሓባር ብሰለስትነት ብሓድነት ክትርእየና ኢኻ። ሕዚ ናብ ኢትዮጵያ ምድሪ ኪድ ኣብኡ ካብ ሓጢኣት ዝተውፅኦም ነፍሳት ኣለዉ እዮም ካብኡ ነዚዮ ሲሳ ኣናብስ ሲሳ ኣናብርት ብቂድምኻን ብድሕሬኻን ዓጅቦምካ ናብ ኢትዮጵያ ምድሪ ክትጓዓዝ ኢኻ ናይ እግዚኣብሄር ተልኣኺ ቅዱስ ገብርኤል ምስ ኣናብስትን ምስ ኣናነብርታትን ብሓባር ብነፍስ ሰረገላ ተሸኪሙ ይመርሐኩም ክመርሐኩም እዩ ናብ ምድሪ ከብዲ ኣብጽሖም። ቀጺሉ ድማ ናብ ፍሉይ እምባ ናብ ደብረ ዘቆላ ገዳም ወሰዶም። ኣብ ደብረ ገብረመንፈስ ቅዱስ ኣጋንንቲ ካብ ኣርባዕተ መኣዝነ ዓለም ተኣኪቦም እናመጹ ብመዓልቲ ሰለስተ ሽሕ ክስካብ ሸውዓተ ሽሕ ዝኾኑ ብምምጻእ ብሰይፊ መንፈስ ቅዱስ ገይሮም ይወግእዎ ነይሮም። ካብኡ ንድሕሪት መድሓኒነ ዓለም ኢየሱስ ክርስቶስ መፂኡ ኣብ ባሕሪ ወሰን ቆመ። ንኣቦና ገረንፈስ ቅዱስ ቃል ኪዳን ሃቦ ኢትዮጵያ ብምልኣ ምሒረልካ ኣለኹ ተልዓል ካብ ባሕሪ ውፃእ በሎ። ኣቡነ ገረንፈስ ቅዱስ ካብ ባሕሪ ኣውፅኦ። እኒሆ ሰይጣን ከም ቁራ መሲሉ መፂኡ ክልተ ዓይኑ ናብ ሰማይ ብኣንቃዕድዎ ኣንቃዕሪሩ ከሎ ረኸብዎ ሽዑ ኣንቆርዎ ክልተ ዓይኑ ኣዕዊርዎ ሓደ ኣብ ንኣእጋር መንፈስ ቅዱስ ግና ንክልተ ሰሙን ጥራሕ ከም ቀደሙ ዝልመዶ ጸሎት የብጽሕ ዝለመዶ ጸሎት የብጽሕ ነበረ። ስለ ዝኾነ ሚካኤልን ገብርኤልን መጺኦም ኣብ ቅድሚኡ ቆሙ ኣብ ክልተ ዓይኑ ኡፍ ኢሎም ነፍሕሉ። ሰይጣን ብቑራ መሲሉ ክልተ ዓይኑ ኣጥፊኡዎ ስለ ዝነበረ እተን ኣዒንቱ ከም ቀደመን ብርሃን ብብርሃን ኮና ማለት እዩ። ካብ ሰማይ ዓብዪ ሓይሊ ተዋሂቡ እዩ ኣቦና ጸላእትኻ ክተጥፍኦም ናብ ዘቆላ ገዳም ኪድ በሉ በሎሞ ምስኡ ዝነበሩ መላእኽቲ ኣብ ነገረ መንፈስ ቅዱስ ተላዒሉ ናብ ዘቁላ ተጓዓዘ። ሕልሚ ዝሓልም ዘሎ መሲልዎ ጐይታና ንኣቡነ ገብረ መንፈስ ቅዱስ ኣንቀሖ። ሚእቲ ዓመት ዝኣክል ስጋኻ ዝወወግኡ ኣዕፅምትኻ ዝፍሕቑ ዝነበሩ ኣጋንቲ ኣጥፊኡ እዮም ናብ ዘቁላ እምባ ደዩ በሎ። ኣነ ከም ዝወስደካ ዘለኹ እቶም ሸውዓተ ሊቃነ መላእኽቲ ብዘይምፍላጦም ኣብ ባሕሪ ውሽጢ ከም ዘለኻ ብምባል ብትዕቢት እዮም ዘለዉ። ሊቃነ መላእኽቲ ክረድኡኻ፣ ክሕግዙኻ፣ ክድግፉኻ እዮም። መባርቕቲ ብቒድመኻ ብድሕሬኻ ኮይኖም ክለኣኹኻ እዮም። ሽዑ እዋን ኣቡነ ገብረመንፈስ ቅዱስ ኣብ መብረቕ ተቐሚጡ ወይ ከዓ ሰሪሩ በረረ፣ እቶም ኣጋንንቲ ናብ ዘለዎ ወረደ ወረዱ፣ ደመና ሰማይ ከበዮም፣ መላእኽቲ ብእሳት ሰይፊ ኣጸድዎሞ ሓመድ ኮይኖም ብንፋስ ተበተኑ ማለት እዩ። ኣብ ነገረ መንፈስ ቅዱስ ከደ ዓብዪ ገደል ረኸበ ኣእጋሩን ብገመድ ኣሲሩ ናብ ገደል ውሽጢ ንታሕቲ ተወሪሩ ወረደ ቅዱስ ሚካኤል ቀዲሙ ንኣብ ነገረ መንፈስ ቅዱስ ሓዞ ብእግርኻ ቆይምኻ ወይ ድማ ብርእስኻ ክትቐውም በሎ ኣቦና ባዕለይ ክቐውም ግደፈኒ በሎ ገዲፍዎ ከደ። ካብኡ ባዕሉ ቀይሙ ብኣስናኑ እምኒ ነኺሱ ክስካዕ ሰላሳ ዓመት ነበረ። መዓንጥኡን ሓንጎሉን ኩሉ እናፈሰሱ ተወድኡ። ሙሉእ ኣካሉ ከም ዕንፀይቲ ኮነ ማለት እዩ። ካብ ሰላሳ ዓመት ንድሕሪት ጎይታና ኣምላኽና መድሃኒና ኢየሱስ ክርስቶስ ንኣቦና ገረመንፈስ ቅዱስ እናበለ ሰለስተ ግዜ ጸውዖ። ንሱ ኣለኹ ፈጣሪየይ በሎ። ጎይታ ድማ ከሓቲ ምሒረልካ ኣለኹ በሎ። ሽዑ ግዜ ንክይስዎ ዝነበረ እምኒ ገዲፍዎ ተልዓለ። ኣስናኑ ኣብቲ እምኒ ተጣዊቑ ቀረየ። መንፈሳዊ ክንፊ ተዋሂብዎ እናበረረ ናብ እግዚኣብሔር ቅድሚት ከደ። ኦ ጎይታይ እንተ ምሒርካለይ እዞም ሰባት እዚኦም ዳግማይ ካብ ሞት ኣተንሲእኻ ክጥመቑ ክርስትያን ክኾኑ ፍቐደለይ ኢሉ ለመኖ። እግዚኣብሔር ድማ ንዝሓመሙ ክትፍውስ ዝሞቱ ክተተስእ ስልጣን ተዋሂቡካ እንድዩ በል ኪድ ሐዚ ናፍቶም ዝሞቱ ሰባት ከይድኻ ብመስቀል ምልክት ኣማዕቲብካ ሕይወት መድሓኒት ዝኾነ ብስመይ ኣልዕሎም በሎ። ሽዑ እዋን ናፍቶም ምውታን ከይዱ ትንሲኡ ብእግዚኣብሔር ስም ኢሉ ባሪኾም ቀደሶም ኩሎም ምውታን ብቕጽበት ተስኡ ጥንቀት ክርስትና ኣጠመቖም ክርስትያን ገይርዎም ከደ። ኣቡነ ገብረመንፈስ ቅዱስ ካብዚ ዓለም ዝዓረፈሉ ሰዓት ምስ በጽሐ እኒሆ ናይ ክብሪ በዓል ገዛ ጎይታና ኣምላኽና መድሓኒና ኢየሱስ ክርስቶስ ተገለጸሉ ስንካ ዝጸውዐ ተስካርካ ዘክከረ መዝከርትኻ ዝገበረ እስካብ ዓሰርተ ሓሙሽተ ትውልዲ ምሒረልካ እየ ዝብል ቃል ኪዳን ሃቦ ኣብ ዓዱ ዝተወለደሉ ግብፂ ንሰለስተ ሚእቲ ዓመታት ምስ ተቐመጠ ናብ ኢትዮጵያ ዓዲ ክኸይድ ቅዱስ ገብርኤል ነገሮ ብነፍሰ ሰረገላ ብንፋስ ሰረገላ ጽዒኑ ናብ ምድሪ ከብዲ ኣብጽሖ ኣብ ዞቕላን ኣብ ምድረ ከብድን ካልኦት ቦታታትን ኢትዮጵያ እናተዛወረ ንክልተ ሚእቲ ሲሳይ ክልተ ዓመታት ነበረ። ኣቡነ ገረንፈስ ቅዱስ ናይ ዕድምኡ ዘመናት ሓሙሽተ ሚእቲ ሲሳይ ክልተ ዓመት ምስ ኮኖ ብሰላም ብፍቕሪ ዓረፈ። ጎይታና ኣምላኽና መድኃኒና ኢየሱስ ክርስቶስ ነፍሱ ተቐብ በላሞ ሓቂፉ ድማ ሰዓመ ብሊቀ መላእክቲ ምስጋና ዝማሬ ብቅዱሳን ጸሎት ምስጋና ልመና ናብ ሰማያ ሰማያት ኣዕሪጋ ናይ ብፁዕ ኣቡነ ገረንፈስ ቅዱስ ጸሎትን ኣማላድነትን ምስ ኩለን ህዝበ ክርስቲያን ይኹን እግዚኣብሔር ኣምላኽ ብምሕረት ዓይኑ ይጠምተና ካብ ኣቡነ ገብረ መንፈስ ቅዱስ ክንመሃረ ንኽእል እሞ ስለ ፀላእትኻ ምፅላይ ኢና ንምሃር ንፀላእቶም ግን ድማ ፀልዮም ላብ የማን መንገዲ ዝመለሱ ንሰላሳ ዓመት ንቁልቁል ኣፎም ተደፊኦም ኣስናኖም ክስካብ ዝረግፍ ዕፅምቶም ስግኦም ተወዲኡ ዕፅምቲ ጥራሕ ክስካብ ሒዞም ዝተርፉ እዮም ፀልዮሞ እግዚኣብሔር ኣምላኽ መስተውዓል ዓይነ ልቡና ይፍጠረና ናይ ኣቦና ገብረ መንፈስ ቅዱስ በረከት ድማ ይሕደረና። ወስብሃት ለእግዚኣብሔር ዝነጥበን ዝጎደልን ብኣፈ ትጉሃን መላእክቲ ይተኣረመለይ። ብካልእ ትሕዝቶ ክስካብ ንራኸብ ሰናይ ቅንያት